ተሳትፎ ህዝብና ንሬፈረንድም ኩሉ ግዜ ዓመት ዓመት ብዛዕባ ናፅነት ንዛረብ ኢና እዚ ተሳትፎ ህዝብና ሕጂ እቲ ብሪፈረንዱም ከም ተመክሮ ዝረኣናዮ ተሳታፍነቱ ከመይ ነይሩ ምናልባት ንናትናኤል ኣይትሕውስን ትኸውን ነቲኦም ካልኦት ግን ኣብ ዘዝነበርኩሞ እቲ ተሳትፎ ናይቲ ከባቢኹም ፀቐስ ተበልኩሞ ፅቡቕ እሞ ከምቲ ሪጋ ጀመርናዮ ብዘውዲ ዶ ዘውዲ ክንከይድ
ሓራይ ይቐኒል ያልጋንሽ ሓፍተይ ልክዕ ከምዚ ኩሉ ክብልዎ ዝፀንሑ እንድዩ ህዝቢ ኤርትራ ከምቲ ክንገልፆ ዝፀናሕና ምናልባሽ ተደጋጋሚ ዘረባ ካይከውን እምበር ንሃገሩ ብመስዋእቱ ባዕሉ ብገዛእ ቅልፅሙ ዘረጋገፀ ህዝቢ እዩ ዘለና ማለት እዩ። እቲ ረፈረንድም ክግበር ዝተደልየሉ ምክንያት ከዓ ኦልሬዲ ኤርትራ ሃገር ነይራ እያ። ብረፈረንድም ጌርካ ከዓ ልኡላዊት ሃገር ናፅነታ ትእውጅ ማለት እዩ። ምክንያቱ ብምሉኡ እቲ ህዝቢ ኤርትራ ኩላህና ከም ንፈልጦ እወ ንናፅነት ኢሉ ቴስዓን ትሽዓተን ነጥቢ ሸሞንተ ከድምፅ ከሎ ብምሉኡ ህዝቢ ኤርትራ እወ ንናጽነት ኢሉ ማለት እዩ ምኽንያቱ ባዕሉ ዝተቃለሰሉ ቃልሲ ካልእ ክብል ኣይክእልን እዩ ግን ሕጊ ክለብስ ስለ ዘለዎ ምኽንያቱ እንድሕር ረፈረንድም ጌርካ ኣብቲ ሽሕን ትሽዓተ ሚእትን ተስዓን ሰለስተን ዝተገብረ ባንዴራኻ ኣብ ሕቡራት ሃገራት ከም ሰባ ተንበልብል ማለት እዩ ናትካ ፍሉይ ባጤራ ኣለካ ማለት እዩ ናትካ መንነት ኣለካ ምክንያቱ ንሕና ኩሉ ብናይ ኢትዮጵያ ኢና ንኸይድ ነርና ማለት እዩ ናትካ ታሴራ ትገብር ኤርትራዊ መንነትካ ትሕዝ ሃገርካ ወነንታ ትኸውን ዩናይትድ ኔሽን ድማ ልክዕ እቲ ረፈረንደም ዝተገብረ ንኤርትራ ከም ሃገር ዘይኮነ ልኡላዊት ሃገር ነፃ ዝኾነት ሃገር ካብ መግዛእቲ ነፃ ዝኾነት ሃገር ምዃኑ ይፈልጥ ማለት እዩ ሕጋዊ ንምትሓዝ ማለት እየ እምበር እቲ ህዝቢ ኤርትራ ኣብቲ ግዜ ናይ ሽሕን ትሽዓተን ሚእትን ቴስዓን ሰለስተን ረፈረንድም ዓሰብ እየ ነይረ ኣነ ዝግበር ዝነበረ ብጣዕሚ ብልዑል ብሃገራዊ ወኒ እዩ ዘድምፅ ነይሩ ማለት እዩ እሱ ስለ ዝኾነ ድማ ትስዓን ትሽዓተን ነጥቢ ሸሞንተ እንድሕር ኣምፂኡ ብምሉኡ ህዝቢ ኤርትራ ንናፅነት ኢሉ ማለት እዩ። ምናልባሽ ካልእ ኣርእስቲ ከይከውን እምበር ምስዚ ሕጂ ንሰምዖ ዘለና ናፅነቱ ከምዚ ኢዶ ኤርትራ ከም ሃገር ኣይነበረትን ዶ ብዙሕ ነገራት ንሰማዕ ኣለና ንረብሓታቶም ክብሉ ዝገብርዎ ዘለዉ እዩ ማለት እዩ። እዚ ግን ሓንሳብን ንሓዋሩን ኤርትራ ረፈረንድም ገይራ ልኡላዊት ሃገር ምዃና ነጻ ምዃና ተረጋጊጹ ኢዩ ማለት ኢዩ። ሕጂ ንምንታይ ኢየ ከምኡ ኢለ ኣምጺኤዮ ሃገር ኣይነበረትን ዝብሉ ኣለዉ። ሃገር ኢያ ነይራ ኤርትራ። ሃገር ስለ ናይ መን ሃገር ድኣ ክንምንጥል ኬድና ድኣ ናይ ካልእ ናይ ባዕዲ ሃገር መዓስ ኮይና ከነምጽእ ኬድና። ሃገርና ካብ ኢድ መግዛእቲ ተቖሪና ስለ ዝነበረት ወነንታ ንኽንከውን ቃልሲ ኣካይድና ማለት ኢዩ። እዚ ምስ ተዓወትና ድማ ግድነት ረፈረንድም ክግበር ስለ ዘለዎ ከም ዓለምካ እቲ ዝግበር ክትገብሮ ስለ ዘለካ ተገይሩ ማለት እዩ እምበር ህዝቢ ኤርትራ ባዕሉ ዘምፀኣ ናፅነት ረፈረንደም ኣይፋል ክብል ኣይክእልን እዩ ስለዚ ህዝቢ ኤርትራ ናይ ብሓቂ ብልዑል ወኒ ወናኒ ሃገሩ ኮይኑ ረፈረንዱሙ ኣድሚፁ ከዓ ልኡላዊት ዝኾነት ሃገር ብኩሉ መዳይ ምልእቲ ዝኾነት ኮይና ማለት እዩ ንመን በቲ ህዝቢ ኤርትራ ዝገበሮ ሙሉእ ድምፂ ዝሃቦ ማለት እዩ ስለዚ የቀንየለይ ዝደሊ የቀንየልና ዘውዲ ስለዚ ኣብ ዓሰብ ውዕውዕ መንፈስ እዩ ነይሩ ብሓፈሹ
እወ ብጣዕሚ በቃ ኩሉ ነንቁጣታቱ ተገይሩሉ በቃ ብሕጉስ መንፈስ ብዝለዓለ ወኒ ኩሉ ሰብ ኣብታ መዓልቲ ረፈረንድም ትግበር ኩሉ ሰብ ኣብ ነናቱ ኑቕጣ ብመስርዕ ተሰሪዑ ምስቶም ኣካያድቲ ናይቲ ረፈረንድም ዝገብሩ ዝነበሩ ተወሃሂዱ ኩሉ ብውዕዉዕ መንፈስ እዩ ኣካይድዎ ማለት እዩ። ስለዚ ሕጉስ እዩ ነይሩ ብሓጺሩ ከምኡ ምግባሩ ማለተይ ጽቡቕ እዩ ነይሩ ጽቡቕ ናይ ብሓቂ ጽቡቕ።
ናብ ሓውዜን ክንሓልፍ የቕኒልና ዘውዲ ሓውዜን ናባኻ እያ
እወ ኣነ እቲ መስርሕ ናይ ረፈረንደም ብምልኡ ካብቶም ውሑዳት ኤርትራውያን ፅቡቅ ገርም ዝተኸታተልዎ ኣብ ደገ ኮይነ ማለት እዩ ክከውን ይክእል እየ ይበሃላ እየ ምክንያቱ እቲ ኩሉ ዝስራሕ ዝነበረ ኮፍ ኢለ እቲ ዳኪመንትስ ካብ ቋንቋ ትግርኛ ካብ እንግሊሽ ሓሓደ ግዜ ንዓረብ ዘስተርጉሞ ዝነበርኩ ኣነ እየ ነይረ ኣብ ስቶኮልም ምስ ካሊ ብጻይ ማለት እዩ ዝተሓበሩኒ ሰባት ነይሮም እዮም ግን እቲ ዝጻዕቕን ዝበዝሐን ስራሕ ኣነ ኣካይደዮ ምስ ምስሌነ መንግስቲ ኤርትራ ዝነበረ ሽዑኡ ማለት እዩ ጸጋይ ድንሽ ሕጂ ምስ ጸጋይ ኮይነ ብጣዕሚ ዝነኣድን ዝምስገንን ስራሕ ኢና ሰሪሕና ኣብቲ ግዜ እቲ እሱ ከም ኣመሓዳሪ ከም ነቲ ስራሕ ኣማእኪልዎ የመሓድሮ ስለ ዝነበረ ብዙሕ ስራሓት ኢና ጌርና ኣብቲ ናይ ረፈረንደም እቲ ረፈረንደም ብምልኡ ሲ ከም መስርሕ ንዓይ ብጣዕሚ መሳጢ እዩ ነይሩ በሃላ እየ ረፈረንደም ምግባርና ከማን ከም ኤርትራውያን ናይ ብሓቂ ክልተ ነገር እዩ ዘንጸባርቕ እየ ዝብል። እቲ ሓደ ብሕጋውነት ብሕጊ ንኣምን እንኣምን ህዝቢ ምዃንና ኣረጋጊጽና ማለት እዩ ከም ኤርትራውያን። እቲ ካልኣይ ነገር ጽባሕ ተገምጢሎም ጽባሕ ተገልቢጦም መን ዝሃበኩም ናጽነት መን ዝሃበኩም ሓርነት ኢኹም ትጀሃሩና ዘለኹም ኢሎም ክምለሱ ስለ ዝኽእሉ ካልእ ሓይልታት ይኹን እቲ ጎረቤት ሃገር ገቢጡና ዝነበረ ይኹን ካልኦት ነዚ ነገር እዚ ብሕጊ ኣጽዲቕና ኣባል ናይ ዓለም ለኻዊ ወይ ማሕበረሰብ ክንከውን ምብቃዕና ናይ ብሓቂ ዓቢ መስርሕ እዩ ተጌሩ ካብኡ ዝለዓለ መስርሕ እቲ ደምና ከፊልና ዘምጻእናዮ ናጽነት ብደምና ተዘይ ኮይኑ ካብኡ ዝለዓለ መስርሕ ዘሎ ኮይኑ ይስምዓኒ ብታሪኽ ኤርትራ ሕጂ እዚ መሰረት እዚ ናይ ብሓቂ ንዓና ንወለዶታት ከገልግለና ዝኽእል ስራሕ እዩ ተጌሩ ብቲ ግዜ እቲ ክናኣድ ዝግበኦ ስራሕ እዩ። ህዝቢ ኤርትራ ኩሉ ዝተሳተፎ ስራሕ እዩ ነይሩ። ከምቲ ዘውዲ ዝገለጸቶ ድማ ህዝቢ ኤርትራ ጥራይ ብቲዮሪ ዘይኮነስ ብግብሪ ዘረጋገጾ ተስዓን ትሽዓተን ነጥቢ ሸሞንተ ህዝቢ ኤርትራ እወ ንናጽነት ዝበለሉ መስርሕ ስለ ዝነበረ ንዓይ ብጣዕሚ ዘኹርዓኒ ኣብ መበል ሰላሳን ሓደን መዓልቲ ናጽነት እዚ መስርሕ እዚ ድሕሪ ሰላሳ ድሕሪ ድሕሪ ዕስራን ሸውዓተን ድዩ ዕስራን ሸሞንተን ዓመት ሓሊፉ ኣሎ ትስዓን ሰለስተን ስለ ዝተገብረ ዝኾርዓሉ ስራሕ ኣብ ዝኾርዓሉ ስራሕ ተሳቲፍ ከም ዝተሳተፍኩ ጥራይ ክገልጽ እየ ዝደሊ ወይ ይቐኒየለይ ሽኩረን ይቐኒየልና ናብ ሰለሞን ክንሓልፍ ቴንክ ዩ ኣልጋ እንታይ እዩ እቲ ብብረታዊ ተጋድሎ ዝመፀ ዓወት ብመስርሕ ህዝባዊ ምርጫ ሕጋዊ ንምግባሩ ዝተገበረ ሪፈረንደም ከም ተራ ሪፈረንደም ጥራይ ዘይኮነ ሲ እቲ ውፅኢት ናቱ ትሽዓን ትሽዓተን ነጥቢ ሸሞንተ ንዓለም ሲ ዓብ ሲግናል እዩ ሂቡ ዋላ እውን ድሒሩ ንዝመፀ ፖለቲካ ናይ ኤርትራ ዋላ እውን ኣብዚ ሕጂ ዘሎ ኩሉ ነገራት ሲ ህዝቢ ኤርትራ ማዕረ ክንደይ ብናጽነቱ ዋጋ ዕዳጋ ከም ዘይገብር ንዓለማት ናይ ብሓቂ ዓቢ መልእኽቲ ዘሕለፈ እዩ ነይሩ ማለት እዩ ዋላ እውን እቶም ጎረባብትና እቶም ኤርትራ ኣካል ኢትዮጵያ ኢሎም ንክንደይ ዓመታት ዝሓስቡ ነበሩ ናይ ኢትዮጵያ ናይ ፖለቲካ ኤሊትስ በቲ ውፅኢት እቲ ናይ ብሓቂ እዮም ተስፋ ቆሪፆም ማለት እዩ ካልኣይ መዓልቲ ኤርትራ ትበሃል ሃገር ናብ ኢትዮጵያ ክትሕወስ እያ ዝብል ኣተሓሳስባታቶም ንክስርዙ ልዑል ተራ እዩ ተፃዊቱ ማለት እዩ ኩሉ ግዜ እንታይ ነይሩ ነቲ ህዝቢ ኢትዮጵያ እውን ዘዳናግሮ ኤርትራዊ ብኢትዮጵያውነቱ ከም ዝኣምን ኣካል ህዝቢ ኢትዮጵያ ከም ዝኾነ ከም ዝኣምን ህዝቢ ብቲ ሚድያን ብፕሮፓጋንዳን ናይ ኢትዮጵያ መራሕቲ ዝንገር ነይሩ እዚ ሪፈረንደም እዚ ግን ብፍላይ ብፍላይ ነቶም ጎበጥትና ዝነበሩ ህዝቢ ኢትዮጵያ ዓቢ መልእኽቲ እዩ ሰድሎም ህዝቢ ኤርትራ ሲ ኣብ ዝኾነ ይኹን ኩነትን ህሞትን ኣካል ኢትዮጵያ ኮይኑ ክነብር ከምዘይደሊ ካብ ዝዓቢ መልእኽቲ ዝሰድድ የለን ማለት እዩ። ስጋዕ ሕጂ ንርእዮ ኢና እቲ ጽልዋታት ኤርትራውያን ማዕረ ክንደይ ሃገሮም ከም ዘፍቅሩን ማዕረ ክንደይ ኤርትራውያን እምበር ኢትዮጵያውያን ከም ዘይኮኑ ዘረጋገጸ ሪፈረንደም እዩ ነይሩ ማለት እዩ። ኣብቲ እዋን እቲ ዝብለኒ ኣብቲ መድመፂ ነቑጣ ምስ ተገበረ ሲ ሰብ ናይ ብሓቂ ሪጋ እዩ ሒዙ ከይተኸፈተ ከሎ ኩሉ ኤርትራዊ ምክንያቱ ነዚ ዕለት እዚኣ እዩ እቲ ኩሉ ዋጋ ከፊልሉ ማለት እዩ ስለዚ ኩሉ ሰብ ከይዱ ናይ ብሓቂ ዘርፈደ ሰብስ የለን በቃ እቲ ኩሉ ህዝቢ ሲ ተፀቃቂጡ ድዩ ኣቢሉ ድዩ ገለ ኣብታ ዝተመደበትሉ ሰዓት ገና ተኸፊቱ ኣቢሉ እሞ ከዓ ተዓዘብቲ ዘለዎ ናይት ናይት ቴሽን ዓለም ወከልቲ ናይ ዓለም ዝኾኑ ጋዜጠኛታት ኣብ ዘለዎ ህዝቢ ኤርትራ ናይ ብሓቂ ናፅነቱ ኣድሚፁ ማለት እዩ ተን ዜሮ ነጥቢ ገለመታት ገለ ከማንሲ ምናልባት ገሊኦም ብምድንጋር ድዩ ወይም ከኣ ምስ ዕድመ ምድፋእ ገለ መታገል ተዘይኮይኑሲ ኣብቲ እዋን እቲ ዝነበረ ህሞት ርኢኻሲ ኤርትራዊ ናጽነት ኣይድግፍን እዩ ነይሩ ወይ ከኣ ቁንጣ ርዋን እንተኾነስ ሓንሳ ሓንሳብ እንታይ ባል ገርበካ ዋላ እኳ ሪፈረንደም ኣብ ዓለም ተገይሩስ ብዙሓት ሃገራት ሪፈረንደም ገይረን እየን ሱሳ ሱሳን ሓሙሽተን ገለ መታት ገለ እንድሕር መጺኡ እቲ ሪዛልት ከምዚ ሓደ ዓቢ ዓወት እዩ ዝቑጸር ናይ ኣርትራውያን ግን ፍሉይ ዘብሎ ማዕረ ክንደይ ብሃገርና ዋጋ ዕዳጋ ከምዘይንገብር ኩሉ ኤርትራዊ ከኣ ብሓደ ድምጺ ንናጽነቱ ዘድመጸ ምዃኑ ሪፈረንደም ዘረጋገጾ እዩ ኔሩ። ናይ ብሓቂ ዕድለኛታት ኢና ከኣ ኣብቲ እዋን እቲ ንዓቕሚ ኣዳም በጺሕናሲ መጻኢ ዕድል ናይ ህዝብናን ናይ ሃገርናን ከነድምጽ ምኽኣልና ከማን ናይ ብሓቂ ኣብ ሂወትና እታ ሓንቲ ዝገበርናያ ምርጫ እንተላ ኮይናስ ንሳ እያ ከም ህዝቢ ርግጸኛ እየ ካልእ ኣይመረጽናን እሞ ናይ ብሓቂ እዛ ታሪኻዊት ዕለት እዚኣ ኣካላ ምዃንና ብከምዚ ክዝክራ ይደሊ ይቐንየለይ ስለዚ ናትናኤል ምስማዕ እምበር ኣለካ ድዩ ናብኡ ተወሳኺ ወይ ትሰምዖ ሳና ሸር ክትገብረሉ ሕደን ኢኻ ኣብ
ኣብቲ ግብራዊ ናይ ምድማፅ ግዜ ንእሽተይ ስለ ዝነበርኩ ዋየ ድመፅኩን ሕጂ ኣብኡ ኣትየ ብዙሕ ክዛረብ ኣይክእል ነታ ተዛሪበ እውን ናይቶም ዝረኣኽዎም ሰባት ዝኽሪ እዩ ክኸውን እምበር ናተይ ቀጥታዊ ትዕዝብቲ ኣይክኸውንን እዩ ናብ ኣመፃፅኣ ሬፈረንደም ወይ እቲ ሓሳብ ናይ ሬፈረንደም ግን ድሕሪት ኣብ ጨንፈር ሃገራዊ መርሃ ህዝባዊ ግንባር ኣብ ሳሕል ኣብ ሰማንያን ሰለስተን ተኣዋጅ ክመጽእ ከሎ ተኣዋጅ መጺኡ ጥራሕ ዘይኮነ ካብ ማእከላይ ሽማግለ ደረጃ ጸዲቑ ናብ ግብራዊ ብመጽሓፍ ደረጃ ተሓቲሙ ንኩሉ ተጋዳላይ ብመጽሔት ክዕደል ወይ ከም ዝንበብ ክግበር ከምኡ ውን ንሓፋሽ ውድብ ከምኡ ውን ነቲ ኣብ ወጻኢ ዝነብር ህዝቢ ኤርትራ እዚ ሓሳብ እዚ ንክበጽሖ ወይ እዚ መደብ እዚ ኣብ መደብ ከም ዘሎ ንኽፈልጥ ጻዕሪ ክግበር ከሎ ንሕና እውን ከም ተምሃሮ ብሮቡዕን ዓርብን ከምዚ ቀዳመ ሰንበት ደቂ ኣስመራ ቺነማ ዝብልዎ ንሕና ከዓ ናትና ሮቡዕን ዓርብን ናይ መዘናግዒ ግዜ እየን ነይረን ስለዚ ኣብዘን ግዜ እዚአን ኩሉ ግዜ ቪድዮ ንርኢ ናይ ቪድዮ ካሴት ብተለይ ክስታይ ይመፅእ ቪድዮ ንርኢ ነዚ መግለፂ እዚ ዝምልከት ናይ ሓደ ሰዓትን ገለን ዝኸውን ኣኼባ ተኻይዱ ረፈረንደም ግን እንታይ ብረት ሒዝና ደይኮና ንቃለስ ዘለና ንመን ኢና ከሕጂ ከድና ድሓር ንመን ክነርኢ ገለ ንብል ነርና ምክንያቱ ርዳኣና ኣይነበረን እቲ ረብሓ ናይ ከምኡ ምግባር ምክንያቱ ብረት ሒዝና ንቃለስ ኣለና ሃገርና እዩ ብረት ሒዝካ ተተግብሮ ግን ኩሉ ግዜ ብሓይሊ ተተግብሮ ኣለካ ማለት እዩ ፎርማሊ ሲቪላይዝድ ብዝኾነ ኣገባብ ነቲ ደሚኻ ድዩ ርሂጽካ ዘምጸኻዮ መሰረት ከተቐምጠሉ እንድሕር ኮንካ ግን ነቲ ኣካል ሰውራ ዝነበረ ከኣ ድምጹ ንክህብ ቃሉ ንከስምዕ እንታይ ሕጂ ከድልዮ እዩ እዚ ኩሉስ ጌርና ኣለና የስ ካብዚ ንንዮ ከናበይ ንኺድ እዚ ዕድል እዚ ክወሃብ ክእወጅ ከሎ ሕጂ ንድሕሪት ሕጂ ሽዑ ይኮነን ኦፍ ኮርስ ዝኽሪ ኣለኒ ግን ሕጂ ንድሕሪት ተመሊሰ ክሪኦ ከለኹ ህዝቢ ኤርትራስ ቴስዓ ሚእታዊት ተሳታፊ ናይ ፖለቲካዊ መድረኽ፣ ተሳታፊ ናይቲ ኩሉ ካብ ኣዴታት፣ ኣሓት፣ ኣሕዋት፣ ኣባሓጎታት መስዋእቲ ዝኸፈሉሉ ስጋዕታ ዕለት እቲኣ ድምጺ ንምሃብ ትመጽእ ዝነበረት ረዚን ምንባሩ ይዝክር ወይ የስተንትን ሕጂ። ቁሩብ ፍልይ በለት እያ ግን ናተይ ወገን ማለት እዩ። ጽቡቅ ጽቡቅ ተወሳኺ እሞ ኣብታ ናይ መጨረሻ ሕቶና ከነብል እዚ ናይ ደገ ተጻብኦ ሲ ብኸመይ ክፍታሕ ትደልዩ ድሕሪ ዝኽሉ ዝተኸፍለ ምስ ጎረቤትና ዘለናስ ስጋዕ ክንደይ እዩ ደስ ገኣና ብኸመይ ከፍታሕ

ኣትሊስት ተራዳዲእካ ብሓንሳብ ኮንካ ነቲ ዘሰሓሕበካ ድዩ ካልእ ድዩ ብሰላማዊ መንገዲ ፈቲሕካስ ከመይ ጌርካ ብሓባር ተሓባቢርካ ሰሪሕካ ጠጥቕምኻ ትሕሉ ከምኡ እየ ዝሓስብ ነይረ ማለት እዩ ኮይኑ ግን ዋላ ኣብ ሽሕን ሸዓተ ሚእትን ተስዓን ሸሞንተን መፅኡ ማለት እዩ እቲ ኩናት ማለት እዩ ዘይተፀበናዮ ማለት እዩ ሕጂ ኣብዚ ብክልቴና ወገን ዓቢ ክሳራ ኣጓኒፉና። ንሕና ካብ ነዊሕ ዓመታት ስጋብዚ ሰዓትዚ ምስ ኢትዮጵያ ኣብ ደም ኢና ዘለና። ብሓጺሩ ኣብ ብደም ዝተመስረተ ታሪኽ እዩ ዘለና። ስጋብ ሕጂ ሰላም ጌርና ኣይንፈልጥን ማለት እዩ። ሕጂ ህዝቢ ኤርትራን ህዝቢ ኢትዮጵያን ብሰላም ዝነብረሉ መንገዲ እንዲና ክንደሊ ዘለና። ብሰላም ክነብር እንተድኣ ኮይኑ ልክዕ ተኸባቢርና ከምዚ ሕጂ ዝገብርዎ ዘለዉ ዘይኮነ ንኣብነት ባሕሪ ናህና ይብሉና ዋላ ንባድመ ካብ ባድመ ውን ውጹ ይብሉና ኣለዉ ናህና ኢዩ ዕስራ ዓመት ጎቢጦም ሒዞሞ በቲ ናይ ውዕል ኣልጀርስ ዝተገብረ ስምምዕ ተወዲኡ መመሬትና ክንሕዝ ኣይከኣልናን ኣለና ካብኡ ውጹ ውን ሕጂ ይብሉ ኣለዉ ስቲል ማለት ኢዩ ካብቲ ባድመ ናህና ኢዩ ብሓይሊ ጎቢጦሞ ኔሮም ሕጂ ከኣ ሓይሊ ምስ ተረኽበ ብኣና ወገን ከኣ ተታሒዙ ኣሎ ማለት ኢዩ በቲ ሓደ ወገን ድማ ባሕሪ ናህና ኢዩ ይብሉና ኣለዉ በቲ ሓደ ንዓና ንኸዳኸሙ ብዙሕ ነገራት ተሰሪሑ እዩ ብኣውራጃ ይኹን ብሃይማኖት ይኹን እቲ ካልእ ገዲፍና ማለት እዩ ብኹሉ መዳይ እንድዩ ተሰሪሕልና ንዓና ብኣውራጃ ይኹን ብሃይማኖት ይኹን ኤርትራዊ መንነት የላን ሕሉፍ ሓሊፎም ኤርትራ ትበሃል ሃገር ክትህሉ የብላን ትግራይ እንተዘየላ ኤርትራ የላን ሓንቲ ድንስቲ ሃገር እያ ብዙሕ ወራራት ስነኣምራዊ ኩናት ኣብ ልዕሊ ህዝቢ ኤርትራ ብፍላይ ድማ ኣብ መንእሰይ ኣካይዶም ማለት እዮም ሕጂ ንሕና ነዚ ክንስዕሮ እንተ ኮይንና ነዚ ክንብድሆ እንተ ኮይንና እታ ሓንቲ ቀዳመይቲ ክንገብራ ንኽእል ንቕሓት መንእሰያትና ክብ ከነብል ክንክእል ኣለና መንእሰያትና እንድሕር ሓቒፍናዮም መንእሰያትና ንቕሓት እንድሕር ከም ዝድልቡ ጌርናዮም ታሪኾም ከም ዝፈልጡ ናጽነት እንታይ እዩ ሓርነት እንታይ እዩ ዲሞክራሲ እንታይ እዩ ታሪኽ ህዝቢ ኤርትራ እንታይ እዩ ንምንታይ እዩ መስዋእቲ ተኸፊሉ? ንምንታይ እዩ ኣንጻር መግዛእቲኸ ቃልሲ ህዝቢ ኤርትራ ኣካይዱ? ኤርትራኸ ኣብ ከመይ ኩነታት እያ ነይራ ኣብቲ ግዜ መግዛእቲ? እዚኢታት ስለ ዘይፈልጡ እቶም መንእሰያት ነቲ ናቶም ሃጓፍ መዝሚዞም ብዙሓት ኣንፈቶም ዝሰሓቱ መንእሰያት ኣለዉና ማለት እዮም። እዚ ከኣ ብሓደ ክልተ ሰብ ረብሓ ኤርትራውያን ማለት እዩ። ምስቶም ናይ ወያነ ተሓባቢሮም ማለት እዮም ምክንያቱ ንቕሓት የብሎም ሕጂ ንሕና እንድሕር መንእሰይ ዘየንቂሕና ንመንእሰይ ዘይወዲብና ዋላ ሓንቲ ክንገብር ኣይንኽእል ኢና መንእሰይ እንተነቒሑ ንሱ እዩ እቲ ቀላሲ ናይ ሓደ ሕብረተሰብ ንሱ እዩ ሃናጺ ናይ ሕብረተሰብ ንሱ እንተተረዲኡ ንኹሉ እዩ ዝብድሆ ማለት እዩ እዚ መረዳእታ ስለ ዘይብሉ እቲ መንእሰይ ከዓ ንሕና ናህና ሓላፍነት ዝረሳዕና ኮይኑ እዩ ዝስምዓና ኣነ ኩላህና በብንፈልጦ ወጺእና ሓሓንሳብ ዋላ ምኽንያቱ ኣብ ተፈላለየ ቦታ ዋላ ንሃሉ ኣብ ዝተፈላለየ ኣብዚ ሕጂ ቃልሲ ንብሎ ማለት እዩ ኣብ ሜድያ እዩ ዘሎ ማለት እዩ ውፅእ ኢልካ ሓንቲ ከምዚኣ ከምዚኣ እያ ኢልና እንተንገልፅ እቲ መንእሰይ ከማን ምነቕሐ ነይሩ ሕጂ እቶም ተጋገዮም ዘለዉ ወይ ድማ ኣንፈቶም ስሒቶም ዘለዉ መንእሰያት ማለት እየ ምክንያቱ እዚ ደንበ ፍትሒ ኣብ ብዙሕ እዩ ተመቃቂሉ ዘሎ ማለት እዩ ኣብ ሰለስተ ኣርባዕተ ክኸውን ይኽእል እዩ ግን እንታይ እየ ክብል ዝደሊ ኣነ ሕጂ ንሕና ብሰላማዊ መንገዲ ክንፈትሖ እምበር ደማዊ ኩናት ኣካይድና ሽግር ህዝቢ ኤርትራ ክንፈትሕ ወይ ድማ ካልኣይ ኣብ ኩናት ኣቲና ኣብ ዘየድሊ ህልቂት ክንኣቱ ኣይደልን እየ እንተመፅኡ ከዓ ብሓባር ኣለና ክንሪኦ ኢና ማለት እዩ ምክንያቱ ንሰላም ተሓሲምካ እንድሕር ኣብ ኩናት ተኣቱ ኮንካ ውፅኢቱ ንኩሉ ህዝብታት ማለት ንህዝቢ ኢትዮጵያ ኮን ንህዝቢ ኤርትራ ምክንያቱ እቶም ወያነ ኢትዮጵያውያን ስለዝኾኑ ማለት እዩ ኣነ እታ ቀንዲ ወሳኒት ንዓና ክንፈትሖ ናይ ውሽጥን ናይ ደገን ሽግርና ክንፈትሕ እንተ ኮይንና ንሕና ኤርትራውያን ከም ተቓለስቲ ናይ ብሓቂ ሓንቲ ዕላማ እያ ዘላትና ፍትሒ ንህዝቢ ኤርትራ ከነምጽእ ሃገርና ድማ ውሕስቲ ንክንገብር ምክንያቱ ንሃገርና ሕሊፍና ኣይንህብን ኢና ሓደ ክልተ ኣብዚ ወሳኒ ግዜ ወዝለቕለቕ ዝብሉ ንርኢ ኣለና ንዕኦም ገዲፍካ ንሃገርና ግን ንሕና የሕሊፍና ኣይንህብና ምክንያቱ ብክንደይ ጅግንነትን መስዋእትን ህዝቢ ኤርትራ ዝመፀት ሃገር እያ ዘላህና ማለት እዩ ንማንም ወራሪ ሓይሊ ዕድል ኣይንህብን ኢና ማለት እየ ሕጂ ንሕና ግን ኩላትና እዞም ኣብ ሓደ ሃገራዊ ኣተሓሳስባ ተጠርኒፍና ዘለና ልክዕ እዩ እቲ ተጋጊዩ ዘሎ እውን ናብ መስመርካ ንክመፅእ ከምቲ ክብሎ ዝፀናሕኩ ጎስጓስ እንዳገበርካ ንቕሓት እንዳደለብካ ክትገብሮ ትኽእል ኢኻ ነቲ ዝመፀ ክመፅእ እዩ እቲ ዘይመፀ ድማ ኣይክመፅእን እዩ ማለት እዩ ናቱ ውልቃዊ ረብሓታት ኣለዎ ማለት እዩ ንሕና ሕጂ ዓንቶይ ሰሌ ሓወይ ኣምፂእዋ ነይሩ ማለት እዩ እንታይ ኢሉ ሓርበኛ ቢተወደድ ኣብርሃሲ ንህዝቢ ኤርትራሲ እንካ ንስኻ ኢኻ ናጽነት ኣምጺእካ እሞ ምርሓና ክንብሎ እዩ ዘለና ይብል ነይሩ። ንሕና ከኣ ክንመርሕ ደይኮንና ጥራይ ክንሓስብ ዘለና ሓደ ንዓና ዝጥርንፈና መሪሕነት ንግበር። ኣብ ዝተፈላለየ እንድሕር ኮይንና ዝተፈላለየ ምንቅስቓሳት ኣሎ። ነናቱ ኣለዎ ኩሉ ሰብ ነናቱ ኣለዎ ገሊኡ ሳይለንት ማጆሪቲ ኣብቲ የሎ ፍቲ የሎ ገሊኡ ዘይብሉ ኣሎ ዋላ ኣብ ዝኾነ እንተተዋሰአ ገሊኡ ናቱ ምንቅስቃሳት ኣለዎ ፋሕ ዝበለ ግን የድምዕ ድዩ ኣየድምዕን እዩ ፋሕ ዝበለ ሓይሊ ዋላ ሓንቲ ከድምዕ ኣይክእልን እዩ ስለዚ ንሕና ንዓና ዝጥርንፈና መሪሕነት ምግባር ልክዕ ኣብ ዝተፈላለየ ቦታ ኣለና ናህና ሕጊ ናትና ቅዋም ዘለና ሕሉፍ ሓሊፍና ከማ እንታይ ክንገብር ንኽእል ነቲ ተጠርኒፉ ዘሎ ሓይሊ ናቱ ታሴራ ውን መንን ናይቲ ቃልሱ ናይቲ ዝገብሮ ዘሎ ብግቡእ ሒዝና ማለተይ እየ ዝብል ዘለኹ ከምኡ ጌርና ኣባላት ብብዝሒ ብሓንሳብ ግን ሓደ መሪሕነት ዝጥርንፈካ ኣብዚኣ ግን ክንበጽሕ ኣይከኣልናን ኣለና ሕጂ እንታይ ክብል ደልየ እቲ ዕላማና ሓደ ክንሱ ኣይበጻሕናን ንኣብነት ሲ ሓደ ሰብሲ ካብ ፈረንሳ ናብ ሆላንድ ይመጽእ ንበሎ ብነፋሪት ጌሩ ሓደ ከኣ ካብ ፈረንሳ ከኣ ብባቡር ጌሩ ከኣ ናብ ሆላንድ ይመጽእ ካብ ኣምነት እየ ደምጾ ዘለኩ ዕላማኦም ግን ናብ ሆላንድ ምብጻሕ እያ ዝተፈላለየ መንገዲ መጽዮም ኣለዉ ዝተፈላለየ ግን ዕላማኦም ሓንቲ እያ ምክንያቱ ሆላንድ ኣትዮም ኣለዉ ማለት እዩ ሕጂ ንሕና ከኣ ዝተፈላለየ ሓሳባት ክህልወና ክእል እዩ ሓደ መሪሕነት ግን ንግበር ብዙሕ መሪሕነት ዝበሃል የለን ሓደ መሪሕነት እኮ ሓደ እዩ እቲ መሪሕነት ከኣ ናቱ ንዕኡ ዘድልይዎ ይምዝዝ ሰባት ማለት እዩ ብኡ ተቀይድካ ትከይድ ብኡ ተቀይድና እንድሕር ዘይከድና ሓደ መሪሕነት ገርና በቲ እሱ ዝብለና ዘሎ ተቀይድና ዝጥርንፈና ዝሓቁፈና እንድሕር ዘይከድና ዋላ ሓንቲ ፍረ ዘይብልና ክንተርፍ ኢና ማለት እዩ ስለዚ ንሕና ንዓና ክጥርንፈና ዝክእል ሓንቲ ዕላማ ስለ ዘላትና ኩላትና ማለት እዩ ካኣ ዕላማና እኮ ፍልጥቲ እያ ፍትሒ ህዝቢ ኤርትራ ክረክብ ሃገርና ከ ከመይ ጌርና ንውሕስ ንኩሉ ክንብድሆ ናይ ውሽጢ ድዩ ናይ ደገ ጸላእተን ማለተይ እየ ዝብል ዘለኩ ክንብድሆ እንተኮይና ንሕና ሓደ መሪሕነት ክንገብር ኣለና ንዓና ሓቂፉ ዘቃልሰና ንዓና ሓብሒቡ ዝሕዘና እቲ መሪሕነት ንገብሮ እንድሕር ከምኡ ሕቶ ውን ክመጽእ ክድ እንድዩ ኣንፈቱ ዝስሕት እንድሕር ኮይኑ ሕግን ቅዋምን ስለ ዘለካ ከኣ በቲ ሕግን ቅዋምን ትሕዞ ማለት እዩ ኩለን ኣብ ኩለን ሃገራት ሲ ሓደ ፕረዚደንት እዩ ዘሎ ንኣብነት ሲ ናይ ኣሜሪካ እንድሕር ወሲድና ሲ ሓደ ፕረዚደንት እዩ ባይደን እዩ ዘሎ ማለት እዩ ነንበይኖም ፓርትታት ግን ኣለዎ ሪፓብሊክ ኣሎ ዲሞክራሲ ኣሎ ግን ንሱ ይቕይዶም ማለት እዩ ንሱ ይጥርንፎም ማለት እዩ ንሱ ይሕዞም ማለት እዩ ዝተፈላለየ ሓሳባት ከለዎም ክንሶ ተማእዚዞም ይኸዱ እንድሕር ጌጋ ገይሩ እቲ ሓደ መራሒኻ ከዓኒ በቲ ሕግን ብቀዋምን ኢኻ ትሕዞ ስለዚ ንሕና ኣብዚ ኣይበጻሕናን ኣለና እንታይ ኢና ንብል ኩሉ ግዜ ካባይ ጀሚርካ ማለት እዩ ነብሰይ ነጻ ይገብራን እየ ኣብኡ ስለ ዘለኹ ማለት እዩ እሞ ንሕና ብሓባር ንስራሕ ጥራይ ኢና ንብል ኖኖ ከምኡ ጥራይ ኣይኮንናን ክንብል ዘለና ብሓባር ንስራሕ ዘይኮንና ክንብል እሞ ንሕና ከምዝን ከምዝን ጉድለታት ኣለና ከምዚ ከምዚ ንገብር ኣለና እሞ ተጠርኒፍና ንስራሕ ኢና ክንብል ዘለና እምበር እዋ ብሓባር ክንኮን ኣለና ጥራይ ኢና መግለፂ ንገብረላ ኩላህና ካባይ ጀሚርኪ ማለት እየ ስለዚ ንሕና ሓደ ንዓና ዝሓቁፈና መሪሕነት ዝጠርንፈና እንድሕር ዘይጌርና ዋላ ሓንቲ ስራሕ ክንሰርሕ ኣይንኽእል ኢና ኣድማዒ ስራሕ ከነፍርዕ ኣይንኽእል ኢና ንኣብነት ኣነ ሕልናይ ክቕስን ኢለ እየ ምስ ህዝቢ ኤርትራ ምክንያቱ ምስ ውፅዕ ህዝቢ ኤርትራ ወጊነ ዘለኹ እምበር ንህዝቢ ኤርትራ ዘብቅዕ ቃልሲ ይገብር ኣለኹ ክብል ኣይክእልን እየ ኣየደፍርን እየ ከዓ ምክንያቱ ዝገበርክዎ ዘበርከትክዎ ነገር የብለይን ተጠርኒፈ እንተሰሪሐ ብሓንሳብ ተወሃሂድና ተሓቋቒፍና እንተሰሪሕና ግን ኣድማዒ ስራሕ ክንሰርሕ ኢና ዝተጠርነፈ ሓፋሽ ቅልጽም ናይ ሓፋሽ እንድሕር ሓቢሩ እዩ ለውጢ ከምጽእ ዝኽእል ስለዚ እዚኣ እየ ክብል ዝደሊ ኣንውሐልኩም ብዙሕ እዩ ኣርእስቲ ክትገልጾ ትኽእል ብዙሕ እዩ ዘሎ እንታይ ንሃገርና ከምዚ ዝብልዎ ግን የሕሊፍና ከምዘይንህብ ደጊመ ደጋጊመ ክገልጻ ይደሊ እየ እንተ ምስቶም ጎረባብትና ከዓ ሕጂ እውን እዚ ብዙሕ ነገራት ዋላ ኩናት ነጋሪት ኩናት ይስማዕ ኣሎ ምትኹታኻት ይግበር ኣሎ ብሓደ ወገን ጥራይ ኣይኮናን ክንሪኦ ዘለና ምኽንያቱ ንሃገርካ ክወርር ዝመጸ ሃገርካ ክትከላኸል ኢኻ ናይ ግድን ግን እቲ ዝመጽእ ሳዕቤን እንታይ እዩ ዝኸውን ህልቂት እዩ ዝመጽእ ስለዚ ካብዚ ህልቂት እዚ ንኽንድሕን ዋላ ንሳቶም ከማን እቲ ባሕሪ ባሕርና እዩ ክጥቀምሉ እንተደልዮም ብስምምዕ ክጥቀምሉ ይኽእሉ እዮም ብሓይሊ ናህና ኢዶ ኤርትራ የላን ዶ መንነት ዝባሃል ኤርትራዊ የሎን ዶ ካልእ ዶ በቶም ኣነ እኳ ዝያዳ ነቶም ኤርትራውያን እየ ዝንቅፍ ኤርትራዊ ከሎ ከምኡ ክብል ናይ ብሓቂ ዘሕዝንን ዘገርም ነገር እዩ እቲኦም ከምኡ እንተበሉ ንረብሖኦም ኢሎም እዮም ከምኡ ዝሰርሑ ዘለዉ ግን ዜርካ ዜርካ ምእንቲ ሰላምን ራህዋን ድሕነት ናይቲ ህዝቢ ኩሉ ተወጻዒ ህዝቢ እዩ እቲ ሓላፊ ኣይኮነን ኩሎም እቶም ሓለፍቲ ንሪኦም ኣለና ኣለዉ እኮ እቲ ድስዋእ እቲ ድስንክል እቲ ዝጠሚ እቲ ድስደድ መን እዩ እቲ ህዝቢ እዩ ስለዚ ነዚ ህዝቢ እዚ እንተ ክንሓልየሉ ኮይንና ንኩሉ ናይ ክልቲኡ ህዝብታት ብሰላም ዝፍታሓሉ መንገዲ ከነናዲ ከምዚ ገሊኦም ዝብልዎ ምስ ወያነ ተሓባቢርና ንሰራዊት ናይ ኤርትራ ሃሪምና ስልጣን ዘንባሃቑ ኤርትራውያን እውን ኣለዉ እዮም ነዚ እውን ኣይንቕበሎን ኢና ምክንያቱ ንሕና ነቶም ደቂ ደቅና ዝኾኑ ኢና ምስ ጸላኢ ኮይና ክንሃርመካ ኢና ንብሎ ንህዝቢ ኤርትራ ከነድምየካ ኢና ንብሎ ዘለና ማለት እዩ እዚ ቅቡል ኣይኮነን ግን ንሕና ንደሊ ህዝቢ ኤርትራ እውን ሰላም ስለ ዝደሊ ብሰላም ምንባር ስለ ዝፈልጥ ናይ ብሓቂ ከዓ ንሰላም ስለ ዝደልያ ዝኾነ ኤርትራዊ እኮ ኣንጻር ህዝቢ ትግራይ ተዛሪቡ ኣይፈልጥን እዩ ንሳቶም ግን ብኹሉ መዳይ እዮም ዝመጹና ዘለዉ ነዊሕ ዓመታት እዮም ሰሪሖምሉ ስለዚ ንሕና በዚ ክንከይድ ስለ ዘይንኽእል ንዓና ሓቒፉ ዝጥርንፈና መሪሕነት ተገይርና ንኹሉ ከነረኻኽበሉ ስለ ንኽእል እዚኣ ክንገብር ክብል እየ ዝደሊ የቐንየሉ ያልጋነሽ ሃብተይ የቐንየልና ዘውዲ ተወሳኺ ብዚ ናይ ዘውዲ ሓውዜ እናባኻ ክንመፅእ
ብዛዕባ ሓደጋታት እንዲና ክንዛረብ ዘውዲ ፅቡቅ ገይራ ገሊፃቶ እያ መርገፃ ይኹን ኣረዳድኣ ሕጂስ ኤርትራ ኣብ ሓደጋ ኣላ ዶ የላን ዝብል ሕቶ ብሓፂር ክምልሶ እንተ ፈቲነ ኤርትራ ንብዙሕ ሓደጋታት ተሳጢሓ እያ ትርከብ ዘላ ሎሚ በዚ ዘለናዮ ኩነታት እቲ ዝዓበየ ሓደጋ እቲ ኣብ ዓድና ዘሎ ስርዓት ሚስካልኩሌሽን ገይሩ ኩሉ ሻዕ ኣብ ዘይናትና ውግኣት ዘእትወና ስርዓት እብቲ ዓዲ ዘሎ ንጥፍኣትን ንብርሰትን ናይ ሃገር ተዘይኮይኑ ንልምዓትን ንብልፅግናን ንህንፀትን ናይ ሃገር ከምዘይቃለስ ንኩሉ ኤርትራዊ ብሩህ እዩ እሱ ኮይኑ ሓደ ክንርስዖ ዘይብልና ድማ ክሳብ ክንደየናይ ሓደገኛ ጎረባብቲ ከም ዘለዉና እውን ክንርዳእ ክንክእል ኣለና። ሓደጋ ናይ ጎረባብትና ኣብ ልዕሊ ህዝብናን ኣብ ልዕሊ ሃገርናን ኣብ ልዕሊ ልኡላውነት ናይ ሃገርና ኣብ ልዕሊ ሰላምን ራህዋን ናይ ሃገርና እናጎልሐ እናበርሀ እዩ ዝኸይድ ዘሎ። ሕጂ ነዚ ሕማቕ ኩነታት ናይ ህዝቢ ኤርትራ ብሰንኪ እቲ ስንኩፍ ምሕደራ ናይቲ ስርዓት ምስኡ ተደሚሩ ሓደጋታት ናይ ባዕዳውያን ናይ ወጻእተኛታት ኣብ ልዕሊ ሃገርና ዘንጸለሉ ዘሎ ኣዝዩ ሓደገኛ እዩ ዝገብሮ እቲ ሓደገኛኡስ ክሳብ ክንደና ሓደገኛ ምዃኑስ ኩላትና ይርድኣና ይኹን ኤርትራውያን ኣብ ጎረባብትና ዘለዉ ሃገራት ብሕልፊ ብሕልፊ ድማ ኣብ ኢትዮጵያ ነንሓድሕዶም ዝናቖቱ ዘለዉ ነንሓድሕዶም ሰላም ዘይረኸቡ ሃገር ብምዃኖም ንዓና ኣዝዩ ሓደገኛ ምዃኑ እዚ ክንርድኦ ክንክእል ኣለና ስለዚ ሓድነትና ክነስጥም ካብ ሃገርና ክንከላኸል ብሓደ መንፈስ ኣረዳድኣና ሓደ ክኸውን ነቲ ኣብ ልዕልና ኣንጸላልዩ ዘሎ ሓደጋታት ኣዚና ብዕምቆት ክንዛረበሉ ዘለና ከም ኤርትራውያን ሆም ወርክ ከም ዘለና ይርድኣኒ እዩ። የቐንየለይ።
የቐንየልና ሓውዜን ናይ ኩልኹም ፅቡቅ ሓሳባት ናብ ሰልያ ክንሓልፍ ሰሎ ኣይስማዕን ኣሎ
ይቕሬታ ዓንተወይ ዓንተወይ ናቲ ተዛረባ ዘረባ ነይሩስ ናብኣ ክምለስ ንድሕር ብትክክል ተረዲያ ኮይነ እንተዘይኮይኑ ክእርመኒ እዩ ናቲ እንታይ ኢሉ እታ ሓሳባቱ እንታይያ ነይራ ሰላም ሲ ስለ ዝደለካዮ ጥራይ ዲካ ባዕልካ ሰላም ተውሕሶ ምክንያቱ ሰላም ዝደልየ ኣለኩ ኢልካ ሲ እንድሕር ጎረቤትካ ሰላም ዘይደሊ ኮይኑስ ሰላም ክህልወካ ዝኽእል ኣይኮነን ሰላም ኩሉ ግዜ ንብዙሕ ነገራት ንብዙሕ ሮቋሒታት ኣብ ግምት ዘእተወ እዩ። ውሽጣዊ ኩነታትካ፣ ግዳማዊ ኩነታትካ ከምዚ ዘውድን ዜንን ክገልጽዎ ዝጸንሑ ሕጂ ብዓቢኡ ህዝቢ ኤርትራሲ ጸገም እዩ ረኪቡ ዘሎ። ጸገም እንታይ እዩ ሓደ ኣብ ውሽጢ ዓዲ ንህዝቢ ዘይሓሊ ንህዝቢ ዘየማዕብል ህዝቢ ኤርትራ ናይ ምክልኻል ዓቕሙ ዘዳኽም ስርዓት እዩ ዘለና ኣብ ውሽጢ ዓዲ። ዋላ እውን እቲ ዝኽተሎ ፖለቲካዊ ኣካይዳታት ንህዝቢ ኤርትራ ዘየርብሕ፣ ኣብ ከባቢኻ ኣቲኻ ጠብሎቕሎቕ ምባል፣ ናይ ህዝብን ናይ ሃገርን ረብሓታት ኣብ ሓደጋ ዝእቱ ነገራት ብዙሕ ነገራት እዩ ዝግበር በቲ ስርዓት ማለት እዩ። ፈቲና ጸሊእና ክፍለጥ ዘለዎ ናብዚ ኩሉ ሓደጋታት ተቓሊዕና ዘለና እቲ ኣብ ዓድና ዘሎ ስርዓት ድሌታት ህዝቢ ኤርትራ ዘማእከለ ስርዓት ብዘይ ምዃኑ እዩ። እምበር ምስ ጎረባብትና ዝኾነ ይኹን ጸገማት ከጋጥም ከሎ እውን ኣብ ክቢ ጠረጴዛ ኣብ ጣውላ ኮፍ ኢልካ እውን ብሰለማዊ መንገዲ ሓደ ህይወት ኤርትራዊ ከይጥፋእና ክንፈትሕ እዩ ናትና ድሌትን ናይ ህዝቢ ኤርትራ ድሌትን ማለት እዩ። ህዝቢ ኤርትራ ከም ህዝቢ ኣብ ታሪኽ መሬት ናይ እንዳማቱ ከይዱ ጎቢጡ ዝፈልጥ ህዝቢ ይኮነን። የግዳስ ህዝቢ ኤርትራ ንዓመታት ኣብ ትሕቲ ዝተፈላለዩ ባዕዳውያን መግዛእቲ ዝነበረ ህዝቢ ስለዝኾነ ኣብ ልዕሊ ካልኦት ህዝቢ ከድካ መሬት ምጉባጥ መሬት ምሓዝ ምባል እቲ ቃንዛ ልዕሊ ህዝቢ ኤርትራ ዝርድኦ ስለዘየለ ህዝቢ ኤርትራ ከምዚ ዓይነት ድሌት የብሉን ህዝቢ ኤርትራ እንታይ ደኣ ኣይትምጹኒ ኣይመጻእኩምን ብሰላም ንንበር ዝብል ኣተሓሳስባታት ከምዘለዎ ነጋሪ እውን ዘድልየሉ ኣይኮነን ኣብዚ ሕጂ ንሪኦ ዘለና ኩነታት ግን ኣብ ውሽጢ ዓዲ ዘሎ ስርዓት ጉዳይ ኤርትራውያን ገዲፉ ብዛዕባ ጉዳይ ኢትዮጵያውያን ክፈትሕ ኣብ ፖለቲካ ናይ ኢትዮጵያ ሙሉእ ብሙሉእ ኢዱ ኢትዩ ዝኸይድ ዘሎ ስርዓት ምዃኑ ተተደጋጋሚ ግዜ ንኹንኖ ማለት እዩ። ንሕና ኤርትራውያን ሽግር ኣለና፣ ሽግራትና ባዕልና ክንፈትሕ ኢና። ኢትዮጵያውያን ከዓ ሽግር ተለዎም ሽግራቶም ባዕሎም ክፈትሑ እምበር ኣካል ፍትሕን ኣካል ሽግርን ህዝቢ ኢትዮጵያ ክንከውን ሰራዊት ናይ ኤርትራ ውን ክኝዮ ዶብ ናይ ኤርትራ ኣብ ካልእ ከይዱ ሂወት ክኸፍልን ኣይንደልን እዚ ከኣ ኩሉ ህዝቢ ኤርትራ ከኣ ናይ ብሓቂ ክጽውዖን ኣትዒቡ ክቃለሰሉን ዝግባእ ነገራት ክኸውን ኣለዎ እዚ ስምዒታዊ ኮንካ ናይ ኤርትራ ሰራዊት ኣብ ኢትዮጵያ ከይዱ ከምዚ ዓወት ኣመዝጊቡ ገለገለ ኢልካ ዝግበር ናይ ዓፍራ ፖለቲካ ንግዝያዊ ተዘይኮይኑ ንሎንግ ተርም ወይ ከዓ ንነዊሕ ንዓና ንኤርትራውያን ጥቕሚ የብሉን ክሃስየና እንተዘይኮይኑ ማለት እዩ ንሕና ግን ከም ኤርትራውያን ሓደ ንኹሉ ኤርትራዊ ዕድል ዝህብ ንኹሉ ኤርትራዊ ዘሳትፍ ንኹሉ ኤርትራዊ ርእሰ ማሉ ኣብ ሃገሩ ከውፍር ዝፈቅድ ስርዓት እንተፈጢርና ኣብ ኤርትራ ኣብነት ምውሳድ ይከኣል ከም በዓል እስራኤል ዝኣመሰላ ሃገራትሲ ብጸላእተን ተኸቢበን ከለዋ ብሰላም ዝነብራ ውሽጣዊ ዓቕምታተን ስለ ዘማዕበላ እዩ ንሕና ካብ ውሽጣዊ ዓቕምታትካ እቲ ቀንዲ ዋሕስ ንዓኻ ካብ ግዳማዊ ተጻብኦታት ክከላኸለልካ ዝኽእል እምበር ጎረባብትና ሲ ካብ ምፅባእ ሓንቲ መዓልቲ ድሕር ኢሎም ኣይፈልጡን ኩሉ ግዜ ኣብ ምፅባእ ኣለዉ ከምዚ ዘውዲ ዝገለፀቶ እውን ኪንዮ ፖለቲካዊ ጎርፂ ኣብ ውሽጢ ማሕበረሰብ ህዝቢ ኤርትራ ኣትዮም ንህዝቢ ብብሄር ብኣውራጃ ብኩሉ ብሃይማኖት ንምጉጅጃሉ ከምቲ ኩሉ ግዜ ግብረ መልሲ ንቦ እውን መንግስቲ ምስ መንግስቲ ክበኣስን ክጋራጮን ይኽእል ግን ንሓደ ሕብረተሰብ መንነቱ ታርጌት ጌርካ ዝግበር ቃልሲ ብጣዕሚ ዝሕዝን እዩ ኤርትራዊ መንነት እዩ ጸላኢና ይብሉ ንሰምዖም ኣለና ኣክቲቪስት ናይ ትግራይ ማለት እዩ ጋዜጠኛታት ናይ ትግራይ ፖለቲከኛታት መራሕቲ ኣብ ተደጋጋሚ ግዜ ሳውፅዮሞ እዮም እዚ ዓይነት ዘይውርዙይ ነገራት ንህዝቢ ኣብ ማእከል ጌርካ ናይ ፖለቲካ ስትራቴጂ ክትሕንፅፅ ናይ ብሓቂ ዝሕዝን እዩ እንተ ብኣና ብኤርትራውያን ግን ኣብ ትግራይ ተፈጢሩ ዘሎ ሽግር፣ ጥሜት፣ ዓጸቦ፣ ሕጽረት ናይ መድሃኒት ከማን ዝሕጎስ ኤርትራዊ ዘሎ ኮይኑ ኣይስምዓንን። ሕልና ዘለዎ ኤርትራዊ ነዚ ኣይድግፎን እዩ። ምክንያቱ ህዝቢ ከም ህዝቢ ሓደ ናይ ፖለቲካ ውድብ ብዝገበሮ ጌጋ ነቲ ህዝቢ ናቱ ዋጋ ክኸፍል ብጣዕሚ ዘሕዝን እዩ ማለት እዩ። ስለዚ ተጻብኦታት ሕጂ እውን ይስማዕ እዩ ብኤርትራውያን ብዙሕ ግዜ ህወሓት ሞይታ እያ ወያነ ሞይቶም እዮም ገለ ዝበሃል ነገር ኣነ እዚ ካብ ሓቂ ዝረሓቐ ኮይኑ ይስምዓኒ ኣብቲ ከባቢ ተረዳዲኦም ሰላም ከምፅኡ ኣብ ሃገርና እውን ብቑዕ ናይ ምክልኻል ዓቕምን ሓይልን ክህልዋ ከዓ እዚ ዘሎ ስርዓት ብዝተኸኣለ መጠን ኩሉ ኤርትራዊ ዓቕምታት ዝወሃሃደሉ መንገዲ ክፍጠር ምክንያቱስ ስኻ ሰላም ስለደለኻ በይንኻ ጎረባብትኻ ሰላም እንተዘይደልዮም ሰላም ክትረክብ ማለት ኣይኮነን። ሰላም ሓንሳብ ሓንሳብ ብናይ ኩሉ ድሌት ክመፅእ ይኽእል እንተዘይኮይኑ ግን ባዕልኻ እተረጋግፆ ነገር ስለ ዝኾነ ነዚ ንክነረጋግፅ ከዓ ዓቕምን ክእለትን ክህልወና ተኮይኑ ከዓ ናይ ብሓቂ ኣብ ኤርትራ ህዝቢ ማእከል ዝገበረ ዱልዱል ሰረት ቅዋማዊ ስርዓት ምስ ዝህልወና ብቅዋም ዝኸይድ መንግስቲ ክህልወና ይግባእ እምበር ሓደ ውልቀ መላኺ ወይ ከዓ ናይ ኩናት መራሕቲ ጀነራላት በብ ዝወልዕዎ ኩናት ህዝቢ ኤርትራን መንእሰይ ኤርትራን ክጠፍእ ኣይንደልን ማለት እዩ። ስለዚ ኣብ ኤርትራ ዝኾነ ይኹን ምስ ጎረባብቲ ሃገራት ጸገም ምስ ዘጋጥም እውን ሃገራዊ ባይቶ ሃልዩ ትካላዊ ዝኾነ ኣሰራርሓ ብዝኾነ መንገዲ ንህዝቢ ተሓቢሩ ከምዚ ከምዚ ከም ጸገማት ኣምጺና ኣሎ እዚ ጸገማት እዚ ብኸመይ ዕድል ተዋሂብዎም ኤርትራውያን ዲፕሎማሰኛታት ኣብ ክንደይ ሃገራት እኮ ኤርትራውያን ዲፕሎማሰኛታት እኮ ንርእዮም ኣለና እኮ ናይ ዓለም ለኻውያን ዘይመንግስታውያን ትካላት ድዩ እንታይ ዝበሃል ኮይኖም ጠበቓታት ኮይኖም ከገልግሉን ግርጭታት ክፈትሑን ነዚ ክገብር ዝኽእል ኤርትራ ዓቕሚ ስለ ዘሎስ ምስ ጎረባብትና እውን ግርጭታት ከጋጥም ከሎ ብሰላማዊ መንገዲ ግርጭታትና ክንፈትሕ ንኽእል ዓቕምታት ንዘለዎም ኤርትራውያን ኣብ ዲያስፖራ ዝርከቡ ሰባት ኣለውና ማለት እዩ ከምዚ ዓይነት መንገድን ከምዚ ዓይነት መስርሕን ድሕር ሒዝና ኢና ነባሪ ሰላም ክነምፅእ ንኽእል እሞ ኩሉ ቃልስታትና ከምዚ ዘውዲ ዝበለቶ ተጠርኒፍና ነዚ ክነተግብር ተኾይንና ከኣ ብኣፍ ዘይኮነ ኩላትና ኢድ ንኢድ ተወሃሂድና ተጠማሚርና እንድሕሪ ተቃሊስና ጥራይና ነዚ ከነረጋግጾ ንኽእል ማለት እዩ። ስለዚ ቃልስና ማዕረ ብማዕረ ኣንጻር ናይ ደገ ተጻብኦታት ኣንጻር ዝኾነ ይኹን ኣንጻር ሉዓላውነት ኤርትራ ዝመጽእ ተጻብኦታትን ከምኡ ከኣ ኣብ ውሽጢ ዓዲ ከኣ ብሕጊ ዝመሓደርን ብሕጊ ዝምእዘዝን ቅዋማዊ ስርዓት ህዝባዊ ስርዓት ንምትካልን ክኸውን ኣለዎ ይብል ሕጽር ኣቢለ ይቀነለይ
የቀኒልና ንሕና እውን ናትናኤል ኣብዚ እዩ ዝውሰኽ ኣለካ ዶ እታ ሕቶ ብግቡእ እንድሕር ተረዲኤያ ኣብዚ ዘለናዮ መድረኽ ንህዝቢ ትግራይ ብማሕበራዊ ኣረኣእያ ንወያነ ከዓ ብፖለቲካዊ ኣረኣእያ ክንጥምቶ ኣብ ዘገድደና ኩነታት ኢና ዘለና ብዓብዩ ግን እቲ ዓለማዊ ኩነት ንባዕሉ ኣብ ናይ ክልተ ሰለስተ ደምበ ዝተኸፍለ ዓለማዊ ኩነት ኣቲና ስለዘለና ብደረጃ ኤርትራ ምሕሳብ ቀጥታዊ ንዓና ዘርብሓና እዩ። ብደረጃ ዞባ ምሕሳብ ብሓባር ንከባቢናን ንጎረባብትናን ዘርብሕ እዩ። ብደረጃ ኣፍሪቃ ምሕሳብ ከኣ ንብምሉኡ ነቲ መበቆል ሕብረተሰብ ዓለም ዝኾነ ሕብረተሰብ ኣፍሪቃ ንሕና ውን ኣካሉ ስለ ዝኾንና እቲ እቲ ሕብረተሰብናን መሬትናን ኣካል ኣፍሪቃ ስለ ዝኾነ ከርብሕ ብዝኽእል ፐርስፐክቲቭ ካብ ሕጂ ተበጊስና ክንሃንጽ ንሕና ውን ኤርትራውያን ኣፍሪቃውያን ስለ ዝኾንና ሃገር ብዛዕባ ምክልኻልን ምስኡ ተኣሳሲሩ እውን ኣብዚ ዝሓለፈ ስሳን ሰብዓን ሽዱሽተን ዓመታት ክረአ ዝፀንሐ ንሕና ከም ሕብረተሰብ ኤርትራ መጀመርያ ወያነ ናይ ሰላም ሓይሊ ኣይኮነን። ናይ ሰላም ሓይሊ ከም ዘይኮነ ካብ መጀመርትኡ ብኣፎም ተዛሪቦም ነጊሮምና እዮም። ነቲ ዝጠራጠር ዝነበረ ከኣ ደቁ ቀቲሎም ኣርእዮሞ እዮም። ኣብዚ ሕጂ መጎት ክህሉ ኣይግባእን። ነዚ ሓይሊ እዚ ሓቂፉ ዘሎ ከኣ ህዝቢ ትግራይ ሓላፍነት ናይዚ ውድብ እዚ ዝስከም ህዝቢ ትግራይ ልክዕ ከምቲ ህዝባዊ ግንባር ህዝቢ ኤርትራ እዩ ንብሎ ብኡ ደረጃ ከዓ ህዝቢ ትግራይ ከዓ ተሰኪመዎ ኣሎ ነዚ ውድብ እዚ ነዚ ሓይሊ እዚ ነዞም ሕጂ ተሪፎም ዘለዉ ወያነ ኢልና ንፅውዖም ንኹን ወላ እውን ተረፍ መረፍ ወያነ ኢልና ንፅውዖም እዞም ሰብ እዚኦም ኣብ ውሽጢ ሰለስተ ወርሒ ኣብ ዘይመልእ ግዜ ርብዒ ሚልዮን ህዝቢ የህሊቖም ከመይ ኢሎም እዮም ደቂሶም ዝሓድሩ ከመይ ጌርና ኢኸ ንሕና ከም ሰብ ቆፂርና ሲ ነዞም ሰብ እዚኦም እዚ ክንገብሮም ወይ እዚ ከይንገብሮም ኢልና ክንዛረብ ንኽእል ክንሓስብ ኣለና ርብዕ ሚልዮን እኮ ኣደን ኣቦን ኣለዎም ሰውን ሰባት እዮም ከማና እዚ ሕጂ ሓደ ዓቢ ግድል እዩ ኣብ ቅድሜና ኣሎ እዞም ሰብ እዚኦም ሰማንያ ቴስዓ ማይል ኣብ ዘይርሕቅ ቦታ ኮፍ ኢሎም ዘለዉ ሕብረተሰብ እዮም ምናልባት ምስ ናይ ትምህርቲ ምስ ናይ ኣተሓሕዛ ጉዳይ ከምኡ ውን ናይ ታሪኻዊ በደል ኮይኑ እቲ ህዝቢ ነዚ ስርዓት ነዚ ውዳበ እዚ ናይቲ ክልል ክቕይሮን ወይ ውን ዓገብ ክብሎን ሓይሊ የብሉን ክኸውን ይኽእል ኣብ መጨረሽትኡ ግን ትንሕና ክንገብሮ ንኽእል ንሕና ከኣ ናይ ቀጻልነት ሕቶ ኣለና ሰለስተ ነጥቢ ሓሙሽተ ስጋዕ ኣርባዕተ ንበጽሕ ሚልዮን ህዝቢ ኢና ምስ ሸውዓተ ምስ ዓሰርተ ሓደ ሚልዮን ናይ ሓደ ክልል በቲ ሓደ ወገን ከኣ ጽባሕ ንጎ ምስ ኣብ ኢትዮጵያ ዝሰፍሕ ካልእ ብሄር እንዳተጋጨና ክንነብር ኣየዋጻናን እዩ ንርባዕተ ንሓሙሽተ ዓመት ኢልና ኦኬ ሎሚ እሶም ጉዳዮም ምግበሩ ንሕና ዶብና ንሓሉ ክንብል ንኽእል ኢና ኢንደር ሎንግ ራን ኣብቲ ዝነውሐ ጉያ ኸ መን እዩ ዝህሰብ ምክንያቱ ኣብኡ እንታይ ይግበር ንሕና ክንምክሓሉ ኣይንኽእልን። ዝሓለፈ ሚእቲ ዓመት ዝመሃረና ግን ብሰንኪ ኣብ ኢትዮጵያ ዝኽሰት ጸገም ኤርትራ ኩሉ ግዜ ክትነብዕ ጸኒሓ። ምስላ ኣለና እኮ ኣብ ጥቃ ዓጋም ተጸግዐት ቆልቋልሲ ክትነብዕ ካብ ሳክት ተዘርበ ኣይኮነን። ሕጂ ብሰናይ ድሌት ብዙሕ ክበሃል ይከኣል እዩ ግን ሓደ ብርግጽ ህዝቢ ኤርትራ ክፈልጦ ዘለዎ መድረኹ ደኣ ኣይኮነልናን ይኸውን እምበር ናጽነት ፕረስ ዲሞክራሲ፣ ሰላም፣ ቅሳነት ዘለዋ ኤርትራ ንምርኣይ እዩ እቲ ናይ መጨረሽታ ዕላማ ናይ ኩሉና። ኣብዚ ኩላትና ክንመቓቐል ኣይግባእን። እዘም ኣብ ዝሓለፈ ዕስራ ዓመት ክንርእዮ ዝጽንሓና ካብ ናይ ተሓኤ ጀሚሩ ስጋዕ እዚ ናይ መጨረሽታ ዋርሳይ ነይሩ እሞ ዶብ ሰጊሩ ዝመጸ ዘሎ ወለዶ ዝተፈጥረ እንተርኢናዮ ግን ሕብረተሰብ ኤርትራ ዝመቓቕል ዝመቓቕል ጥራሕ ዘይኮነ ከኣ ክንዱ ዝኣክል ግዜ ኣባኺኑ እውን ሓንቲ ዘየፍረየ እንታይ ዝበሃል ውዳቤታት ኢና ክንርኢ ፀኒሕና ዘለና ብኡዲና ሕጂ ኣብዚ ሓሸውየ ክንነብር ዘለና ሓሸውየ ዝናፍቕ ኤርትራዊ ዘለና ይመስለኒ ኣብ ሓደ ኣጋጣሚ እኮ ነቲ ዝሓየለ ሕራይ ኢልካ ግን ግዜ ተፀቢኻ ትደልዮ ከተተግብር ምኽኣል እዩ ዝበለፀ ድሕርዚ ክተተግብር ዘይትኽእል ኮንካ በሊሕ ኣይኮንካ ድሕር በሊሕ ዘይኮንካ ኸ እቲ ዝበለፀ ኣይግባኣካን እዩ ኩሉ ግዜ እቲ ዝበልሐ እዩ ነታ ዝበለፀት ዝድይባ እቲ ዝበልሐ እዩ ነታ ዝበለፀት ዝረኽባ ኤሮጳስ እታ ዝነኣሰት ኣህጉር ከማን ኣይኮነትን ኤሮጳስ እዛ ኤሮጳ እዛ ንሪኣ ንእሽቶ እያ ጎራሓት ስለ ዝኾነ ግን ነቲ ዝዓበየ ኣህጉር ኣብ ትሕቲ ናቶም እንታይ ዝበሃል ኣርዑት ቆሪኖም ኣርባዕተ ሚእቲ ዓመት ክብዝብዝዎ ፀኒሖም ንሕና እንደኪ ካብኡ ተሰዲድና መፂና መሬቶም ነመስግን ስልጡናት እንዲዮም እዚኦም መሰል ህቡና ንብል የስ ክህቡኻ እዮም ብናይ መን ቀለብ ድዮም ዝነብሩ ዘለዉ ሕጂ ኣብ ሳይኮሎጂ ናይ ኤርትራ ናይቲ ተሰዲዱ መፅኡ ዘሎ መዓት ፋወል እዩ ዘሎ ንኤርትራ እንደ ሓሙሽተ ሚእቲ ዓመት ናይ ካልእ ጸጋ እንዳበዝበዘት ክትነብር ሃብዋ ገነት ክትከውን እያ እቲ ሰሪሕካ ዝመፅእ ግን ክሰርሖ ከለካ ኩሉ ግዜ ብዙሕ ፀገም ኣሎ ኢድካ ትቕርጠም ሰብ ጠፍኣካ ኣካልካ ትጎድል እታ ስራሕ ከየቋረጽካያ ኣብ ምዕራፋ ምብጻሕ ግን ዝዓበየ ዕላማ ይኾን ምክንያቱ ብዕላማ እንድሕር ትሰርሕ ኣለኻ ማለት እዩ ሕጂ ዓለማዊ ኩነታት ካብዚ ሕጂ ዘለዎ ሓደ ካብ 214 ኣትሒዙ ክምዕብል ዝጸንሐ ምትፍናን ኣነ እዚ ሒዘዮ ዘለኹ እዚ ናይ 76 ዓመት ካብ 42 43 ኣትሒዙ ዘሎ ሒዝናዮ ዝጸናሕና ግበታን ዕብለላን ኣይነቋርጽን ዝብል በቲ ሓደ ወገን ከዓ ኣብ ውሽጢ እዚ ዓመታት እዚ ክስውድን ክምዕብልን ክሕይልን ዝጸንሐ ካልእ ደንበ ተሲኡ ላእ እዚ ዝጸንሐ ቁሬት ፈርዲ እንታይ ዝበሃል ኣንጃስት እዩ ዘይፍትሓዊ እዩ ብምባል ኣብ ምትፍናን ክወድቕ ብኡ ደረጃ ከዓ እቶም ድኹማት ነዚ ምትፍናን ክንበፅሕ ዘይከኣልና ግን ዝዕድል ስለ ዝተፈጥረ ካብ ዕብለላ ነፃ ምዃንና እውን ክንሕጎስ ይግባኣና በቲ ሓደ ወገን ኩናት ናይ ትግራይ ምናልባት ትግራዎት ደም ከፊሎምሉ ኮ እንታይ ዝበሃል ተዋጊኦም ኣንጻርና ድዩ ወላ ገለ ደቆም ከሲሮም ክኾኑ ይኽእሉን እዮም ኩናት ናይ ትግራይ ግን መን ይወልዕዎ መን እዮም መወልቲ ናይ ኩናት ትግራይ እንታይ ስለ ደለዩ እዮም ከመው ኢሎሞ ስለምንታይ መሬት ወርቃይትን ተከዘን ብትግራዎት ጌርካ ክንበር ስለ ዝተደልየ ንሕና ዋጋ ከፊልና ኣሎ ኤርትራውያን ጉሒላታት ኣይኮንናን ንሕና ጎረባብትና ዘለዋ ሃገራት ብኢዳዙር ብቐጥታ ይኹን ብተዘዋዋሪ ክንዕብልለን ንኽእል ኢና ምክንያቱ ናይ ኢንዳስትሪ ሃገር ነበር ኢና ብኡ ደረጃ እውን ንቑሓት ሕብረተሰብ ኢና ግን ኣብዚ ከይኣተና ከዓ ኣብ ሚቹዋል ሬስፔክት ኣብ ሓበራዊ ምክብባር ኣቲና ምስቶም ኣብ ከባቢና ዘለዉ ክንሰርሕ ፀገም ተለዎም ኣብ ፀገሞም ንካፈል ፀገም ተለና ከዓ ፀገምና ይካፈሉ ኣርባዕተ ነጥቢ ገለ ዘይንበፅሕ ሚልዮን ህዝቢ ኢና ይኖ ምስ ሚእትን ገለን ህዝቢ ሚልዮን ተተፋኒንካ ዝብፃሕ ነገር የለን ሪያሊስቲክ ንኹን ንምባል እዩ ማለት እዩ ስለዚ ሰናይ ድሌት ኣነ ሰናይ ድሌተይ ንህዝቢ ኤርትራ ካብዚ ሕጂ ንንዮ ዘሎ መድረኽ ማለት እዩ ዴሞክራሲያዊ ብኡ ደረጃ እውን ብሕጊ ፕረስ ዝተሰንየ ናይ ፕረስ መስርሕ እንድሕር ፕረስ ዝደሊ ኣሎ ማለት እዩ እምበር ሎም እኮ ዩቲብ እዩ ዘሎ ዩቲብ ከፊቱ ሰብ ኣበስ ቀደስ ክብል ውዕል ኣሎ ኣይኮነን ቁም ነገር ዘለዎስ ቁም ነገር ዘይብሉ መዓት ቻነላት ኣሎ ንፈልጡ ኣካል ፕረስ እዩ ኮዚ ፌስቡካት ኣሎ ግሩፕ ናይ ፌስቡክ መሊኡ እዩ ብግብራዊ ኣብ ውሽጢ ኤርትራ ከምኡ ፍፃመ እንታይ ዝበሃል ከምኡ ሕጋዊ ኣገባብ ክህሉን ሕጋዊ ኣሰራርሓ ሃልዩ ብሕጊ ደረጃ ዝፀደቐ ማለት እዩ ካብ ቅዋም ካብ ሕጊ ፕረስ ጀሚርካ ክህሉ እንድሕር ኮይኑ ግን መጀመርያ ከዓ እዚ ስግር መረብ ዘሎ ዓፍራ ክሃድእ ክኽእል ኣለዎ ነዚ ንሕና እንደልዮ ዘሰኒ ሃዋህው ኣብ ጎረቤትና ክፍጠር ክኽእል ኣሎ ናቱ ጅሆ ኣይንኸውንን ኦፍ ኮርስ ግን ዋ ተስዓን ሸውዓተን እንታይ ድና ተማሂርና እንታይ ርኢና ኣብ ተስዓን ሸውዓተን ኣብ ውሽጢ ዘን ዝሓለፋ ሸውዓተ ወርሒ ርብዒ ሚልዮን ህፃናት እሞ ከዓ ሰብ ዓበይቲ ተዝኾኑስ ድሓን ህፃናት ቆልዑ የህሊቆም ደቂሶም ዘለዉ ደናቁር እኮ እዮም ኣብ ጎረባቤትና ዘለዉ ኣብ ሰለስተ ወርሒ ሕጂ ቀሊል ኣይኮነን እቲ ቅድሜና ዘሎ ግድል እቲ ዝበለፀ ግን ምስ ጎረባብትና ሓቢርና ናይ ጎረባብትና ሰላም ከነረጋግፅ ምኽኣል ናይ ነብስና ሰላም ምርግጋፅ ስለ ዝኾን ብኢዳዙር ማለት እዩ ብኡ ደረጃ ሰላምና ምስ ሓለና ከዓ እቲ ተሪፉና ዘሎ ጉዕዞ ክንከዶ ንኽእል እንድሕር ነዘን ክንርእየን ዝፀናሕና ውድባት ይኹና ሰልፍታት ይኹና ምትእኽኻብ ንበለን ወላ ዕቁብ እንድሕር ክንምለሰን ከም ብሓድሽ ዝበሃል ኣተሓሳስባ ኣሎ ግን ዕንክሊል ኣይፀገበን ዘሎ ሰብ ማለት እዩ እንድሕር ዕንክሊል ደይፀጊብካ ከዓ እታ ዕንክሊል ኣይትውዳእን እያ ሓንቲ ዙርያ ኣብኣ ኢኻ ክትዘውር ትነብር ዕስራ ዓመት ምሉእ ከዓ ኣብኣ ሓሊፉ እንታይ ኮይና ኢና መራሕቲ ዘይብልና ምሁራትና ከምዚ ይበሃል ናይ ምሁራት ጉዳይ ድዩ እዚ ናይ ምውራድ ጉዳይ ኣይኮነን፣ ናይ መራሕቲ ጉዳይ እውን ኣይኮነን። ናይ ሳይኮሎጂ፣ ናይቲ ሕብረተሰብ ሳይኮሎጂ ጉዳይ እዩ። ምኽንያቱ ሳይኮሎጂ ቅኑዕ እንተዝነብር ብኣውራጃ ኣይምተኸፋፈለን ኣርባዕተ ነጥቢ ገለ ሚልዮን። ብሃይማኖት ኣይምተኸፋፈለን ኣርባዕተ ነጥቢ ገለ ሚልዮን። ስለዚ ካብ ታሪኽና ንመሃር ሓደ፣ ንመጻኢ ከኣ ክፍራሕ ዘይብሉ ነገር ማለት እዩ ሰብ ይፈርሕ ዴሞክራሲ ከምዚ ኣብ ቪድዮ ወፅየ እንድሕር ዴሞክራሲ ተዛሪበስ ከይብሉ ነው ዴሞክራሲ የድልየና እዩ ክንገብሮ ኢና ከኣ ፕረስ ዘለዎ ስልጡን ሕብረተሰብ ክንሃንፅ እንድሕር ኮይና ሓንቲ ቴክኖሎጂካዊት ናይ ኢንዳስትሪ ሃገር ክንሃንፅ እንድሕር ኮይና እዚኦም ቱልስ እዚኦም ክህሉና ናይ ግድን እዮም ክፍራሕ ከዓ ኣይግብኦን ካብቲ ዝሓለፈ ተወፃና ግን ዝበለፀ ባህላ እዩ ከይሕፅሑ የንቁ ማለት ብጣዕሚ የቐንየልና ናትናኤል መደብና እውን ኣብዚ እንዳተዛዘመ እዩ ኣነ ብወገነይ ኣብዚ ኩሉ ወዲኤ ክቡራት ኣሕዋት ካብ ዝተፈላለየ ተመክሮ ዝተፈላለየ ኩርናዕ ነናህና ሸር ክንገብር ፀኒሕና ብፍላይ ነዚ በዓል እዚ ነበር ሰላሳን ሓደን በዓል ናጽነት ዝኸውን ክብሪ ልክዕ ከምቲ ማዕሪኡ እኮ ተዘይኮነስ ክንዝክሮ ከነኽብሮ ካብ ምባል እዩ ንስኹም ከኣ ነቲ ግዜኹም ወፊኹም ብምምጻኹም ብጣዕሚ እየ ደጊመ ዘመስግነኩም ዮሃና ርሑስ በዓል ናጽነት ህዝቢ ኤርትራ ከኣ ኣብ ካልእ በጺሑ ከርእየና ኣብ ዓድና ክንራኸብ ሰናይ ትምኒተ እዩ ወድሓንኩም የቀንየለይ ቴንክ ዩ ኤሪ ፕላትፎርም እዚ ዝሃብኩምና ዕድል ከም ዝበልክዮ እዩ ዮሃና ከዓ ንህዝቢ ኤርትራ ናብ መበል ሰላሳን ሓደን ዓመት በዓል ናፅነት እንኳዕ ኣብቅዓካ ተጋዳላይ ሓርበኛ ዝኾንካ ህዝቢ ኤርትራ ነው ከምቲ ትማሊ ረዚን ዋጋ ከፊልካ ናፅነትካ ዘረጋገፅካ ኣብዚ ቀረባ እዋን ከዓ ሓርነትካ ከም ትረጋግፅ

ኣነ ውን ብወገነይ ኤሪ ፕላትፎርም ኣብ ዝሓለፈ ወርሒ ኣርባዕተ ኣዳሊኹሞ ኣብ ዝነበርኩም መደብ ሎማዓንቲ ውን ከምኡ ነዚ መደብ ኣዳሊኹም ከም ጋሻ ክብረት ሂብኩም ምዕዳምኩም ከመስግነኩም ይደሊ ቀጽልዎ ከዓ ክብል ይደሊ
የቐኒልና ብምጻእካ ውን ደስ ይብለና ዘውዲ ናባኸይ ኣዋይ የቐንየለይ ደጊመ ንኤሪ ፕላትፎርም ነዚ ዕድል እዚ ዝሃብኩምና ደጊመ ከመስግነኩም ይደሊ። ንመላእ ህዝቢ ኤርትራ ድማ እንቋዕ ናብ መበል ሳላሳን ሓደን ዓመት መዓልቲ ናጽነትካ ኣብቅዓካ ክብሎ ይደሊ። ንዝመጽእ ግዜ ድማ ህዝቢ ኤርትራ ራህዋ፣ ሰላም፣ ቅሳነት ረኺቡ ሓርነቱ ተጓናጺፉ ዝነብረላ ግዜ ሓጻር ክትኮነሉ ይምነ። የቐንየለይ።
የቐንየለይ ኣነ እውን ስለዚ ፕሮግራምና ወዲእና ኢና
ክቡር በዓል ክቡር በዓል ደቂ ኤረይ ክቡር በዓል ናፅነት ኤርትራ ደቂ ኤረይ ኣብ ዘዘለናዮ ብሓጎስን ጥዕናን ነዚ ክቡር በዓልና ንፅምብል ግበረና ኣምላኽ ብሓጎስ